ካብኡ ለይቲ ከኣ እኒሀኪ ቀስ ኣቢልኪ ምስ ተደቀስክዮ ትስኢ ኢሉ ከኣ ቆልዓ ከኣ ኛር ሃብኒ ጥዋ ሃብኒ ይብል ሰብኣይ ከኣ በርርግ ይብል ኣቲ ጓል ኢዩ ዘደቅስኒ ስራሕ እኮ ውዒለ ረርወያ እንዲ ሕዝክዮ እንደ ናብ ሳሉን ከይደ ይብለኪ ሳሉን ወጺእኪ ረረው እናበልኪ ከምዚኣ እናበልኪ ትሓድሪ ንጎ ከኣ ትስኢ እናበልኪ ከኣኒ ዓራት ተነጻጽፊ ገዛ ተወላውሊ ኣቑሪስኪ ሰብኣይ ክትሰዲ ሓዳር ሓዳር

ያው እዚና ኣብ ቀረባ እዩዋ እንታይ ድሊኻዮ ምልዓል ኣብያት ንቤቲ ቡቲ ስልከይሲ ሕዝስ ምናልባት ብናትኩም ተልዓለት እንታይ ኢለ እታ ኮይና ኢኻ ዘይታልዕለካ እታ ክትከውን ደኣ ኣነ ስቑ ኢለ ሃመይ ገይረ ስልኪ ክህበካ ኣሎ እሞ ሃክ ትገበሩኒ ኸ

ሃው ናፊ ኣነ እኮ ብጣዕሚ ልግርምኒ ገውህር እስኳዕ ሰይባ ወደይ ንኣኻስ ወደይ ስማዕ ዓይደ ሓዳር እንድሕር ትገብሩ ገይ ምግባርኹም እንድሕር ለይቐሪ ኮይኑ እሱይ ስማዕ እስቲ መን ይብሉኻ ወደይ እስኻ ገበሩ ህይወት ከምቶም ንውራት ጤል ሓሪድኻ በጊዕ ሓሪድኻ ዓበይቲ ምፁ ዳያ ዘዳቕሩኽ ዳያ ተኸስተ የማንን ፀጋም ለለዉ ዓበይቲ መፂኦም ተባረኹ ዕድመኹም ይባረኽ ቁለዱ ክበዱ በሊዕና ሰቲና ኢና እሞ እ ኩሉ ግዜ ከምዚ ሽሻይ ይምልኣኹም ኢልና ተንምረቕኩም ነይርና ኣብ ሳልሳይ መዓልቲ ኣብ ሰለስተ ወርሒ ከምዚ ኣይምኾንኹም እንታይ ዓይነት ቆቋዕ ኢኻ ስኻ ወዲ እ ኣይ ሓደ ድኻ ደማ የፍሰስካሉ ገዛኻ ኧረ ስሩ ስሩ ንስኻ እውን ከይትጠፍእ እቲ ገዛኻ ተዓፅዩ ከይቐርእ እየ ዝፈርህ ኣነ ከምኡ መን መረቖ ደሓን መን ደሓን ከባረኾ ሓቅኹም ኢኹም ደሓን ከምኡ ክንገብርና ወላ ተመፅያስ እንታይ እሞ እዚ እዚ- እዚ ደዘ እዚ

ደይ ሞባይል ኻል ይምሃብ ልሰብ ኮድ ኒዮ ናምበር ለይምሃብ እዩ ለም ጠንቃቃ ምዃን ኣቱም ናርኣኹም ዲኹምኩም እንታ ስልኪ ክነግረኩም መባዕልኹም ወላ ክተዛርብዋ ልሓን ጸገም የብሉን ኣነ ሰፍቲቲ ፈልጦ ሰኣን ትምህርቲ ተሪፉኒ እዩዋ ግን እታ ስልኪ እሞ ይነግረኩም ባዕልኹም ትድውላ እታ ምልዓል እታ ደሃያ ምፍላጥ ከስ ንዓይስ ዓገብ እዚኣ ጽብቕቲ እያ ናብ ማን ተጨኒኻ ኣላ ብጣዕሚ እንታይ ውለውታ እዚኦም እንታይ ኻድያ

መን ሓዳር ክገብር ደኣ መን ሓዳር ዘይብሉ ኣባይ ጸሎት ጌርኩም ነርኩም ኢኹም ህትተን ዝሓዳር ጸሎት ጌርኩም ነርኩም ኢኹም ኣይሰምረልኩም ብእግረ ትግራይ ሙሉእ ክእልሻ ኧረ ካብ ካልእ ተኸይዳ ግን ኣልሻ ከምጻ እየ ክትሪኡ ኢኹም ከዓ ዋይ
ደንቆሮ ከምኡ ኢልካ ዶ ይትሕዙ እዩ እንታይ ተልፈስፈስ ይብለለ ኪድ ድውይ ወደ
ኣታ ወደይ ምብጻሕ ድኹንቲ ነይራትኒ ልቐነየትሲ ኣኣ ብጽሕ ኢለ መጽየ ዝጸንሐ ድዩ ወል ጸንሐ እዩ ቐብሪ ለይጠዓመት ንቐርየሲ ሕዝማ ዳስ ከይፈረሰ ኢለሰ ጉያ ኢለ ኣወጢሐ መጽየ ኣይ ጽቡቅ ጌርኩም ጽቡኹም ጌርኩም መን ደኣ ከመይ ደኣ ታይ ደኣ እታ ኮይኑ ደኣ እዩ ኣታ ወደያ ብርሃነ ልብልዎ እዩ ነይሩ እሞ እወ ስቅ ኢሉ ከመይ ዝበለት ስቅ ፅሪቲ ዓዲ ሙሉእ ንምነያ ቁንጆ ፅብቅቲ ካብ ዓዲ ኣምፅኡ ተመርዕዩ እወ ናብ ከተማ ሒዝዋ መፅኡ ናብራ መስሪቱ ግን እንታይ ዳንኣ መማረፂ እኒኦዋ እዩ ብለይ በኣይ ኣነ እችዲ ኢለ ተባረያ ስታይ ዶ ክትበልዕ እያ እዛ ኢሉ ደንዲንዋ ደንዲንዋ

ከብዲ ፅራይ እዩ
ክብድ ትብል እያ ዋ ስርብ ክትዕድካ
ክብድ ትብል እያ ትረእኻ ጉራ ትምክሕቲ እዚ ምን ኮይና እያ እዚ ቀታሊኻ እዩ

ሰበይትኻ ሰበይትኻ ገብረሂወት ብጊዝኡ እንድሕር ለይጠበርካያ ኣይትምለስ እዩ ተኸይዳ ከይዳ እያ ተቐንዩ እቲ ጉዳይ ኮይኑዎ እዩ ሰው እንድዩ ከምዚ ጎሩ ይብለካ ሰው ሰው እናረእየካ ከምዚ ረእየካ ፈካ ሰው እዩ ወዮቱ ባህሪ እውን ኣየ ከምኡ ይሕዝን ግን ወዲ

ጽቡቕ ከይደ ክድቅስ ኣብቲ ቆርቆሮ ኔኹ ጸውዕን ክመጽእ ዘበለ እናበለ ቆልዓ ክተጫወቱ ንስኹም ከኣ ሰበብዚ ቆልዑ
ኣታ ደቀይ እንታይ ኢና ንገብሮ ንዓይ መሲልክን ከዩ ከኣ ኣነ ንዑ ሓዝነሉ ከከናትኩም ርእዋ ሱስ ከመይ ይሳቐ ኣለኹም ተናትኩም ርእዋ ዋዓቲ ጽቡቕ እዩ በቲ

ኣጆኻ ኣጆኻ ስይ ሰብ ኢሉ ኣብ ገደል እዩ ለእትዎ ከምዚኣ ዝበልካ ዩ። ኣውራ ኣውራ ኸዓ እንታይከ ኮይኑ እሱኸ ስቅ ኢሉ እንታይ ኮይኑ ስቅ ኢሉ እሱኸ። ሃሊኾም ሃሊኾም ዶ ኾኑ ኒዮ ወየ እቲ ቁልዕነት እውን እንድዩ።
ሶሪ ሶሪ ማይ ብራዘር ኢልካ ድኣ ንካብ ወድኻ ተዕቢ ብሰላም እንታይ ከድሽኒ እንብዓር እዚኦም እንተኾነ ይሓልዩለይን ሰላሞም ኒዮው ዳን ምስቲ ኣብ ናይ ናይ ባህሊ እዚኦም ይብሉ ንወደም እንታይ ከድሽክኒ እንታይ ኢለ እ እ መጺኡ ጎረቤት እታ
ዋእ እንታይ ከእትዩኒ ሓወይ ኣነሲ ኣብዚስ በይነይሲ እንታይ እንታይ ክገብር ብስሩ ዋ ይቅርታ ኢልካ ኣብ እግራ ሃደፊእኻ ይቅርታ ሓቲትካ ናብራኻ ምስራት እምበ ኧረ ናል ኧረ ዕድመ ክነው ብስሩ መፅያ መፅያ ሪኣ ኣለኹ ሪኣ ኣለኹ ሪኣ ኣለኹ